ሰላም ከመይ ተፀንሑ ክቡራት ተኸታተልትና፣ እዚ ቦይቶና ሚድያ እዮ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፂና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ። ሼር ላይክ ብምግባር እውን ክተተባብዕና ብኽብረ ንዕድም። ንመራሕቲ ትግራይ ዒላማ ዝገበረ መጥቃዕቲ ድሮን ዝምልከት ዝወፀ ሰበር ዜና ምንቅስቓስ ወራር ሓይልን ኣብ ታርጌት ወራር ዝኣተዋ ግንባራት ትግራይን ዝምልከት ዝተውሃበ ትኩስ ሓበሬታ መጥቃዕቲ ድሮንን ኮነሬል ጸጋይ ማርክስን ዝምልከት ዝወፀ ሓድሽ ሓበሬታ ብዛዕባ ዳግማይ ደብዳብ ድሮን ኣብ ልዕሊ ትግራይ ዝተውሃበ መግለፂ ብልፅግና ኣብ ልዕሊ ትግራይ ዝሃቦ ትእዛዝ ሰራዊት ትግራይ ብዝወሰዶ ስጉምቲ ብዓሰርተታት ኣሽሓት ዝቑጸር ህዝቢ ትግራይ ምድሓኑ ካብ ምዕራብ ትግራይ ዝተረኸበ ምጥቃዕቲ ወራሪ ዝምልከት ሰበር ዜና ዳግማይ ውግእ ኢራንን እስራኤልን ዝበፅሐ ዕንወትን ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብሮ ንዕድመኩም ብልፅግና ኣብ ልዕሊ ትግራይ ሕጂ እውን ዳግማይ ደብዳብ ድሮን ከም ዝፈፀመ እንዳተገለፀ ይርከብ። ናብ ጉንበት 29 ዘወግሕ ለይቲ ማለት እውን ሰዓት 6 ፈረቓን ከባቢ ኣብ ልዕሊ ሸራሮ ገምሃሎ ብዝተፈፀመ መሕዘንን መሰከፍን ደብዳብ ድሮን ኣብ ልዕሊ ሰብን ንብረትን ከቢድ ጉድኣት ከም ዘብፀሐ ብእዋኑ ተገሊፀ እዩ። ይኹን እምበር ስርዓት ብልፅግና ብጉንበት 30 እውን ኣብ ተመሳሳሊ ከባቢ ማለት እውን ከባቢ ሸራሮ ተመሳሳሊ መጥቃዕቲ ከም ዝፈጸመ እሙናት ዝበሃላ ፍልፍላት ትግራይ እውን ጸብጺበንኦ ከም ዝነበራ ይፍለጥ። ይኹን እምበር እቲ ኣብ ልዕሊ ሸራሮ ንካልኣይ ግዜ ተኻይደ ዝተባህለን ብእሙናት ማዕኸናት ዜና ተጸብጺቦ ዝነበረን ዜና ድሓር ድማ ኩለን ማዕኸናት ትግራይ ብዝበሃል ስሕተት ምዃኑን ብልጽግና ንካልኣይ ግዜ ኣብ ሸራሮ ከም ዘይደብደበን ገሊጸን ኣለዋ። እዚ ከምዚ ኢሉ እናሃለወ ማይ ቪውስ ኦን ኒውስ እትበሃል ሚድያ ግን ኣብ ልዕሊ ሸራሮ ንካልኣይ ግዜ ናይ ድሮን መጥቃዕቲ ተኻይዱ ክትብል እናጸብጸበት ትርከብ። ብመሰረት ጸብጻብ ማይ ቪውስ ኦን ኒውስ እቲ ናይ ድሮን ናይ መጀመርያ መጥቃዕቲ ሰራዊት ትግራይ ትኹረት ዝገበረ እዩ ነይሩ። ሕጂ ግን እቲ መጥቃዕቲ ሰራዊት ኤርትራ ኣብ ቀረባ ርሕቐት ኣብ ዝርከበሉ እዩ ተፈፂሙ ዘሎ ብምባል ገሊፃላ። ይኹን እምበር እታ ሚድያ በቲ ኣብ ሸራሮ ተኻይዱ ዝበለቶ መጥቃዕቲ ዝበፅሐ ጉድኣት ብዝምልከት ግን ዝርዝር ሓበሬታ ከምዘይበፅሓ ሓቢራ። ማይ ቪውስ ኦን ኒውስ ብዛዕባ ኢትዮጵያ ምሽጥራዊ ዝኾኑ ሓበሬታታት ቀዲማ ብምዝርጋሕ እትፍለጥ ሚድያ እንትትኸውን እቲ ሕጂ ብዛዕባ ዳግማይ መጥቃዕቲ ድሮን ሸራሮ ዝምልከት ዝዘርግሐቶ ሓበሬታ ግን ዛጊድ ምርግጋጽ ከምዘይተኸኣለ ተፈሊጡ ኣሎ። እዚ ከምዘይለ እናሃለወ ኣመራርሓ ኣርሚ ዓሰርተ ሰለስተ ዝኾነ ኮነሬል ጸጋይ ማርክስ ኣብቲ ናይ ድሮን መጥቃዕቲ ኢድ ከም ዘለዎም ሰንሰለት ብልጽግና ከም ዝኾነ ናይ ማሕበራዊ ሚድያ ወፍረ ክገብር ከም ዝጸንሐ ይፍለጥ። ይኹን እምበር እቲ ኣብ ልዕሊ ኮነሬል ጸጋይ ማርክስ ተኸፊቱ ዘሎ ወፍሪ ሹም ምጥፋእ ከም ዝኾነን ኮነሬል ጸጋይ ማርከስ ህዝቢ ትግራይ ከድሕኑ ጠንኪሮም ካብ ዝቃለሱ ዘለዉ ጀጋኑ ኣመራርሓ ሰራዊት ትግራይ ሓደ ከም ዝኾነን ካብ እሙናት ፍልፍላት ዝተረኸበ ሓበሬታ የረድእ። ስለዚ ድማ እቲ ኣብ ልዕሊ ኣዛዚ ኣርማ ዓሰርተ ሰለስተ ኮነሬል ጸጋይ ማርክስ ዝግበር ዘሎ ወፍረ ጸለመ ኣብ መንጎ ህዝቢ ትግራይ ምጥርጣር ክፍጠር ንምግባር ጸረ ህዝቢ ትግራይ ዝኾኑ ሓይልታት ዝፈጠርዎ ሴራ ከም ዝኾነ እቲ ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ብልፅግና ኣብ ዘካየዶ ዕፅዋ ኣኼባ እቲ ኣብ ልዕሊ ትግራይ ዝተሓሰበ መጥቃዕቲ ተጠናኺሩ ንክቕፅል ከም ዝወሰነ ዝተረኸበ ምሽጥራዊ ሓበሬታ የረድእ። ይኹን እምበር እቲ ምሽጥራዊ ሓበሬታ ከም ዝገለጾ ብልጽግና ኣብ ልዕሊ ፖለቲካዊ መራሕቲ ትግራይን ወታደራዊ መራሕቲ ትግራይን ብዝበለጸ ትኹረት ክገብር ምዃኑ ተገሊጹ ኣሎ። እቶም ኣብ ልዕሊ ትግራይ ንዝግበሩ መጥቃዕትታት ኣቐዲሞም ሓበሬታ ዘውፅኡ ተላእኽቲ ብልፅግና ዝኾኑ ተጋሩ እውን ኣብቲ ኣኼባ ዝተውሃበ ኣንፈት መሰረት ብምግባር ኣብ ልዕሊ ኣመራርሓ ትግራይ ናይ ድሮን መጥቃዕቲ ንክካየድ ንፌዴራል መንግስቲ መፀዋዕታ ኣቕሪቦም ኣለዎም። ካብቶም ንትግራይ ዝኸሓዱ ተጋሩ ሓደ ዝኾነ ጋዜጠኛ ድሳያ ኣሸናፊ ብወግዓዊ ናይ ፌስቡክ ገጹ ከምዚ ክብል ንብልጽግና ምሕጸንታ ኣቕሪቡ ይርከብ። ንመንግስቲ ፌደራል ዝቐረበ መልእኽቲ ንብዙሓት ተራን ምስኪንን ኣጋር ሰራዊት ብድሮን ካብ ምውቃዕ ነቲ ቀንዲ መበገሲ ጸገም ዝኾነ ኣመራርሓ ወይ ድማ ነቲ ዶክተር ደብረፅየንን ጉጅልኡን ጥራሕ ፈሪኻ ምውቃዕ ዝሐሸን ብህዝቢ ተቐባልነት ዘለዎን መማረፂ እዩ። ስለዚ ህልቂት ንፁሃን ንምንካይ ትኹረት እቲ መጥቃዕቲ ናብቶም ቀንዲ ወሰንቲ ኣካላት ጥራሕ ክኸውን ይግባእ። ምኽንያቱ ቀዳማይ እቶም ተራ ኣጋር ሰራዊት ብሰንኪ ፖለቲካዊ ውሳነታት መራሕቶም ናብ ውግእ ዝኣተዉ ምስኪናት ብምዃኖም ህይወቶም ምድሓን ሰብኣዊ ሓላፍነት እዩ። ካልኣይ ነቲ ቀንዲ ውሳነ ዘመሓላለፈን ኲናት ዝቕጽልን ዘሎ ጉጅለ መሪሕነት ዶክተር ደብረጽዮንን ጉጅልኡን ምፍላይን ስትራቴጂካዊ ዓወት ንምምዝጋብን ነቲ ኲናት ንምዕጻውን ዝሓጸረ መንገዲ እዩ። ሳልሳይ ሰፊሕ ወተሃደራዊ መጥቃዕቲ ካብ ምክያድ ንቐንዲ ዓላማታት ጥራሕ ፈሊኻ ምውቃዕ ንዜጋታትን ንብረትን ሃገር የድሕን። ክብል ጋዜጠኛ ደሳየ ኣሸናፊ ንብልፅግና መፀዋዕታ ኣቕሪቡ ይርከብ። ስለዚ ድማ ስርዓት ብልፅግና ኣብ ልዕሊ ሰራዊት ትግራይ ዘካየዶ መጥቃዕቲ ጠጠው ከምዘየብል ዝተወሰነ ከምዝኾነ ምሽጥራዊ ፍልፍላት እናገለፁ እኳ እንተኾኑ ድሕሪ ሕጂ ግን ኣብ ልዕሊ ፖለቲካ መራሕቲ ትግራይን ወተሃደራዊ መራሕቲ ትግራይን መጥቃዕቲ ድሮን ክፍፀም ዝወሰነ ምዃኑ ብተላእኽቱ ገይሩ ግልፂ ይገብር ስለ ዘሎ ኣመራርሓ ሰራዊት ትግራይን ፖለቲካዊ መራሕቲ ትግራይን ልዕል ጥንቃቐ ክገብሮ ከም ዝግባእ እንዳተገለጸ ይርከብ። ስለዚ ድማ መራሕቲ ትግራይ ኣብ ኣኼባ፣ ኣብ መዘናግዒ፣ ኣብ ገዝኦም፣ ኣብ ዝሰርሕሉ ቦታ ወይ ድማ ቢሮኦም፣ ኣብ ጉዕዞ እናሃለዉ ወዘተ ብድሮን ታርጌት ክግበሩ ስለ ዝኽእሉ ኣቐዲሞም ልዕል ዝኾነ ጥንቃቐ ክገብሩ ህጹጽን ወሳንን መጠንቀቕታ እናተውሃበ ይርከብ። እዚ ከምዚ ኢለ እናሃለወ ወራሪ ሓይሊ ብዝተፈላለዩ ግንባራት ናብ ትግራይ ናይ ሰራዊትን ኣፅዋርን ሓድሽ ምንቅስቓስ ይገብር ከም ዘሎ ተሓቢሮም ኣብ ክልል ዓፋር ዘይነበረ ብርክት ዝበለ እዚ ሰሜን ምብራቕ ዝተብሃለ ሰራዊት ብልፅግና ናብ ኣንፈት ካልዋን ኣውራን ከምኡ እውን ጭፍራ ተጓዒዙ ሰፊሩ ከም ዘሎ ዝተረኸበ ሓበሬታ የረድእ ብፍላይ ካብ ከተማ በዓል 15 ኪሎ ሜትር ንድሕሪት ዝርከብ ናይ ብልፅግና ካምፕ ተቐሚጡ ዝነበረ ሰራዊት ናብ ሓደ ናይ ይእከብ ከም ዘሎን ዝተፈላለዩ ናይ ጉጅለ መሳርያታት ከም ዲሽቃን ሞርታርን ዝበሉ መሳርሕታት ብበዝሒ ተዓጢቑ ከም ዘሎን ተገሊጹ። ብተወሳኺ ክልተ ተሰሓበ መኻይን ኣብ ዓፋር ንዘሎ ሓይሊ ሰላም ትግራይ እናተባህለ ንዝፅዋዕ ሓይሊ ቀለብ ፅዒነን ካብ ኣብዓላ ናብ ኣንፈት ቶንሳ ከም ዝኣተዋ ዝተረኸበ ሓበሬታ የረድእ። ሕጂ ካብተን ግንባራት ዝተረኸበ ተወሳኺ ሓበሬታ ከም ዝገለጾ ድማ፣ እቲ ወራሪ ሓይሊ ትእዛዝ ንኽጽበ ከም ዝተነገሮን ኣብ ዝኾነ ሰዓት መጥቃዕቲ ክጅምር ከም ዝኽእልን ተፈሊጡ ኣሎ። ሕጂ ካብ ሱዳን ዝተረኸበ ሓበሬታ ከም ዝሕብሮ፣ ኣርሚ ሰብዓ ኣብ ሱዳን ዘሎ ህዝቢ ትግራይ ካብ ከቢድ ጨፍጫፍ ከም ዘድሓነ ተሓቢሩ። ኣብ ሱዳን ልዕሊ ሰብዓ ሽሕ ዝኸውን ተመዛባላይ ህዝቢ ትግራይ ዘሎ እንትኸውን እቲ ብጀነራል ሓምዳን ዳጋሎ ዝምራሕ ዕዙዝ ደገፍ ውሃቢ ሓይሊ ሱዳን ድማ ናብቲ ተመዛበልቲ ትግራይ ዘለውዎ ብምግስጋስ መጥቃዕቲ ንምፍፃም ዝገበሮ ፈተነ ብኣርሚ ሰብዓ ከም ዝፈሸለ ተገሊፆም። እቲ ብጀነራል ሓምዳን ዳጋሎ ዝምራሕ ዓማጺ ሓይሊ ሱዳን ኣብ ልዕሊ ሰላማዊ ህዝቢ ሱዳን ብዝፈጸሞ ጨፍጫፍ ብሕቡራት መንግስታት እገዳ ከም ዝተገበረሉ ይፍለጥ። ብተመሳሳሊ መንገዲ እቲ ብብልጽግና ዝሕገዝ ምዃኑ ዝንገረሉ ዓማጺ ሓይሊ ሱዳን ኣብ ልዕሊ ኣብ ሱዳን ዘሎ ተመዛባላይ ትግራይ መጥቃዕቲ ንምፍጻም ከቢድ ፈተነ ከም ዝገበረ ዝገለጹ ፍልፍላትና ይኹን እምበር ኩሎም ፈተነታቱ ከም ዝፈሸሉን ኣርሚ ሰብዓ ብዝወሰደሉ ከቢድ ጸረ መጥቃዕቲ ህልቂት በጽሒዎ ንድሕሪት ከም ዝተመለሰን ዝተረኸበ ሓበሬታ የረድእ። ሚድያታት ብልጽግናን ተላእኽቲ ብልጽግና ዝኾኑ ተጋሩን ኣርሚ ሰብዓዊ ጎኒ ብጀነራል ኣልቡርሃን ዝምራሕ ሰራዊት ሱዳን ተሰሊፉ ኣብ ሕድሕድ ውግእ ሱዳን ይሳተፍ ኣሎ ኢሎም እናጸብጸቡ እኳ እንተሃለዎም ካብ ሱዳን ዝተረኸበ ሓበሬታ ከም ዝገለጾ ግን ኣርሚ ሰብዓ ኣብ ሱዳን ዘሎ ተመዛባላይ ትግራይ መጥቃዕቲ ከይበጽሖ ይከላኸል ከም ዘሎ ዝገልጽ እዩ። እዚ ከምዚ ኢሉ እናሃለወ ብምዕራብ ትግራይ ዘሎ ወራሪ ብዝምልከት ሰበር ዜና ተዘርጊሑ ይርከብ። ፍልፍላት ካብቲ ግንባር ከም ዝሓበረዎ እቲ ወራሪ ሓይሊ ብኣንፈት ምዕራብ ብርክት ዝበለ ሓይሊ ብኣንፈት ደደበይትን ማይተመንን ይጽጋዕ ከም ዘሎ ተገሊጹ። ብኣንፈት ማይ ተመን ዘሎ ሓይሊ ወራር እውን ካብ ዓዲ ጎሹ ናብ ዓዲ ጸጸር ብ1990 ዓመተ ምህረት ዝተጸረገ ኣረጊት ጽርግያ ዝነበረ ብምስትኽኻል ካሊእ ሓድሽ ድልድል ንምስራሕ ተዓጻፊ ድልድል ኣብቲ ጥቓ ሩባ ተከዘ ኣቐሚጡ ከም ዝርከብ ሕጂ ዝወጸ ትኩስ ዜና የረድእ። እቲ ወራሪ ሓይሊ ቀፂሉ ኣብ መንጎ ቀይሕ ተኸለን ማይ ተመንን ዘሎ ቦታ ንኣንፈት ፀጋም ካሊእ ሓድሽ ፀርግያ ብምፅራግ ናብ ሩባ ተከዘ ዝወስድ ፅርግያ ፀሪጉ ከም ዝርከብ ተፈሊጡ ኣሎ። ብኣንፈት ማይ ገባን ቆራሪትን ዘሎ ሓይሊ ወራሪ ድማ ተወሳኺ ኣጋር ሰራዊትን መካናይዝድን ብምፅጋዕ ኣብቲ ከባቢ ሓያል ድፍዓት ኣብ ምስራሕ ከም ዝርከብ ተገሊፁ ኣሎ። እዚ ሓይሊ እዚ ንትግራይ ንምእታው ብምዕራብ ይምችወኒ ኢሉ ስለ ዝሓሰብ ሰራዊቱ መጥቃዕቲ ንምጅማር ኣብ ተጠንቀቕ ከም ዝርከብ እውን ካብቲ ግንባር ዝተረኸበ ሓበሬታ የረድእ። ሰራዊት ትግራይ ብወገኑ ነዚ ሓይሊ እዚ ብቕርበት እናተኸታተለ ሓይሊ ሚዛን ኣዛቢዑ መጥቃዕቲ ንምጅማር ኣብ ተጠንቀቕ ከም ዝርከብ ተፈሊጡ ኣሎ። እዚ ከምዚ ኢሉ እናሃለወ ኢራን ኣብ ልዕሊ እስራኤል ናይ ምሳይላትን ድሮናትን ዝናብ ብኣርባዕተ ዙር ዝፈጸመት እንትትኸውን ሓደ ዓብዪ ህንፃ እስራኤል እውን ከም ዝዓነወ ተገሊጹ ኣሎ። እስራኤል መጥቃዕቲ ኢራን እናፈሸልክዎ እየ እንተበለት እኳ ኣብ ማእኸላይ እስራኤል ግን ልዑል ዝኾነ ፍንዳታ ከም ዘሎ እንዳተፀብፀበ ይርከብ። እስራኤል ብወገና ኣብ ልዕሊ ኢራን ሚሳኤል ከም ዘወንጨፈት ዝግለጽ ዘለ እንትኸውን ፕሬዚዳንት ትራምፕ ግን ንቀዳማይ ሚኒስተር እስራኤል ናታንያሁ ኣብ ልዕሊ ኢራን ሕነ ናይ ምፍዳይ ስጉምቲ ንኸይወስድ ደው ኢሎ ክነግሮ እየ ክብል ገሊጹ ኣሎ። ስለዚ ድማ ኣሜሪካ ምስ ኢራን ናብ ዳግማይ ጦርነት ንምእታው ድሌት ከም ዘይብላ ደጋጊማ እናረጋገጸት ከም ትርከብ ተፈሊጡ ኣሎ። ኢራን ኣብ ልዕሊ እስራኤል ሓቀኛ ተስፋ ሓሙሽተ ኢላ ዝሰየመቶ ሓድሽ መጥቃዕቲ ጀሚራ ዘላ እስራኤል ኣብ ልዕሊ ሊባኖስ እትገብሮ ዘላ ደብዳብ ኣጠናኺራ ብምቕጻላ ምዃኑ ገሊጻ ኣላ። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ'ውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም